ብስም ኣብን ወልድን መንፈስ ቅዱስን ሓደ ኣምላኽ ኣሜን። ክቡራን ብክርስቶስ ኣሕዋተይን ኣሓተይን ቦታትን ኣዴታትን መቅድመ ኩሉ ፈጣሪ ዓለማት ልዑል እግዚኣብሔር እንኳዕ ናብዚ ዝኸበረን ኣዚ ዝተወደሰን ዕለተ ሰንበት መድኃኔኣለም ክርስቶስ ኣብጽሓና እነበልኩ ካብ እግዚኣብሔር ኣቦናን ካብ ቀዳሲናን መጻናኒዕናን መንፈስ ቅዱስን ካብቲ ምእንታና ቢሉ ኣብ መስቀል ዝወዓለ ኢየሱስ ክርስቶስን ጸጋን ሰላምን ምስ ኩልኻትኩም ይኹን እግዚኣብሔር እሙን እዩ እግዚኣብሔር ቅዱስ እዩ። በዚ ዕለት እዚ ብናይ ዕለቱ መርሃ ግብሪ መሰረት ሰንበት ዘኒቀዲሞስ ተባሂሉ ኣብ ሥርዓተ ልጡርጊያና ዝተቐመጠ ካለንደር ስለ ዝኾነ ከኣ ሎሚ እነስተንትኖ ኣብ መንጎ እቲ ኢየሱስን ናይ ኣይሁድ ሓለቓ ዝኾነ ኒቆዲሞስን ዝተገብረ ዝርርብ እዩ። ከምቲ ዝሰማዕናዮ ከኣ ናይ ዕለቱ መዝሙር ሊቃውንት ሆረ ኀቤሁ ናበለ ይዛረብ። ሆረ ሀቢሁ ዘስሙ ኒቀዲሞስ ወይቤሎ ለኢየሱስ ረቢ ነኣምን ብከ ከመ እምኀብኣብ መጻእከ። ኒቆዲሞስ ዝስሙ ሓለቓ ኣይሁድ ይብለና ቅዱስ ያሬድ ናብ ኢየሱስ ከደ። መምህር ረቢ ሊቅ ኣብ እስራኤል እዚ እስኻ ትገብሮ ዘለኻ ካልእ ክገብሮ ዘይክእል ካብ ሰማይ ከም ዝወረድካ ንፈልጥ ኢና። ካብ እግዚኣብሔር ኣቦ ተላኢካ ከም ዝመጻካ ንፈልጥ ኢና እናበለ እዚ መዝሙር እዚ ይዛረቦ ይዝምረሉ ሎሚ ነፍሲ ወከፍና ንኒቀዲሞስ ታሪክ ክንሰምዕ ድመጻና ጥራሕ ዘይኮነ ነፍስና ህይወትና ኣነባብራና ኩለንተናና ኣብ ቦታ ኒቀዲሞስ ኣቐሚጥና፣ ኣምላኽ ብወዱ ብየሱስ ክርስቶስ ንነፍሲ ወከፍ ሰብ ትኽ ብትኽ ኺዛረቦ ናይ ዘለሉ ሰንበት ጌርና ክንሓስቦ ሓደራ። ታሪኽ ከነዘንቱ ኣይኮነን እዚ ወንጌል እዚ ዕድመ ልክዕና ሰሚዕናዮ ኢና። ሎሚ ኒቀዲሞሳውያን ንሕና ኮይንና ኣብ ቅድሚ ክርስቶስ ነቲ ሓቂ እቲ ክንፈልጥ ይግብኣና። ሃዋርያ ጳውሎስ ኣብታ ቀዳመይቲ መልእኽቲ ሰሚዕክሞ እንተ ኾንኩም ኣነ ንዓኻትኩም ነቶም ሕጊ ትፈልጡ እዛረበኩም ኣለኹ ኢሉ። ኢየሱስ እውን ኒቆዲሞስ ከምኡ ኢልዎ ነቲ ሕጊ ዝፈልጥ ንሕጊ ክሕሉ ኢሉ ዝፅዕር እንተኾነ ኣብ ውሽጡ ሰላም ዘይብሉ ንሕጊ ክሕልዎ ኢሉ ሃንቀው ዝብል እንተኾነ ግና ንሕጊ ክሕልዎ ዘይከኣለ ካብ ሕጊ ሓራ ክኸውን ዘይከኣለ ንሕጊ ክትሕልዎ ብክርስቶስ ክትልወጥን መንፈስ ኣምላኽን ወይ ከዓ መሪሕነት መንፈስ ቅዱስ ከም ዘድልየካ ስለ ዘገድስ እንደገና ክትውለድ ክሳብ ዘይመረጽካ ኩሉ ንትእዛዝ እግዚኣብሄር ይኹን ንመሪሕነት እግዚኣብሄር ይኹን ንቃል እግዚኣብሄር ይኹን ንናይ እግዚኣብሄር መደብ ክትስዕቦ ኣዝዩ ኣዝዩ ኣጸጋሚ እዩ። እዚ ብምሉኡ እዚ ንወዲ ሰብ ሎሚ ኣብ ዓለምና ኣሲርዎ ዘሎ ሓጥያት ክበሃል ይከኣል። ክቡራን ብክርስቶስ ኣሕዋተይን ኣሓተይን ኒቆዲሞስ እዩ ናብ ኢየሱስ መጺኡ። ኣበው ከምህሩና እንከለዉ ኒቆዲሞስ ካብ ስሙ ክንጅምር ኢና ኒቆ ማለት ዓወት ማለት እዩ። ዲሞስ ማለት ከኣ ህዝቢ ማለት እዩ። ኒቆዲሞስ ዝብል ሽም መቒልና ክንሪኦ እንከለና ኒቆ ማለት ዓወት ማለት እዩ። ዲሞስ ከኣ ህዝቢ ንክልቲኡ ተጣሚርናዮ ዓወት ናይ ህዝቢ ወይ እውን ዓወት ዝተጓናጸፈ ህዝቢ እዩ ዘስምዕ። ሎሚ ግን እዚ ወንጌል እዚ ብዛዕባ ዓወት ዝተጓናጸፈ ህዝቢ፣ ዝና ዝረኸበ ህዝቢ ዘይኮነ ሰብ ኮይኑ ኣብ ልዕሊ ህይወቱ ዓወት ዝተጓናጸፈ፣ ርእሱ መሊኹ ዝኸኣለ፣ ናይ ህይወቱ ክበድ ርእሱ ከመሓድር ዝጸገሞ ኣብ ክርስቶስ መጺኡ ጸጋ ረኺቡ ሓድሽ ህይወት ክጅምር ኣረጊት ሰብነቱን ኣረጊን ኣተሓሳስብኡን ናይ ዝቐየረ እሞ ነብሱ ክመልኽ ናይ ዘለዎ ሰብ እዩ እቲ ዓወት ዝበሃል። ስለዚ ኣርእስተይ ኣብ ሕይወት ክርስትና ርእስኻ ምምላኽን ዕውት ምዃንን እዩ እቲ ናይ ሎሚ መልእኽቱ። ኣብ ሕይወት ክርስትና ርእስኻ ምምላኽ ወይ ርእሰ ምቁጽጻር ምግባር ርእስኻ ምምላኽ ዝበለጸ ምዃኑ ክንመሃሩ ስለ ዘለና እዩ። ኣብዚ ወንጌል እዚ ኣብ ልዕሊ ባህሪና ክንገብሮ ናይ ዘሎና ቃልስን ዓወትን እዩ ዘዘንትወልና እዚ ወንጌል እዚ። ሎሚ እግዚኣብሄር ካብቶም ዝፈታተኑና መናፍስቲ፣ ካብቶም መዓልታዊ ዝኸብዱና መሳቕላት፣ ካብቶም ዝወግኡናን ዝኸብዱናን እሾኻት ህይወት ርእስና ከመይ ጌርና ክንቆጻጸርን ክንመልኽን ክንልውጥን ከም ዘሎና ዘምህረና ትምህርቲ እዩ። ብርግጽ ዕዉት ዝበሃል ሰብ ርእሱ ዝመለኸን ዘሸነፈን እዩ። ብዙሓት ሰባት ሎሚ ንክርስቶስ ንኸይስዕብዎ ብጎይትነት የሱስ ክርስቶስ ከይመላለሱ ክርስቶስ ጎይታ ህይወቶምን ጎይታ ታሪኾምን ከይገብሩ ዓፅይዎም ዘሎ ሓቅታት እንተ ደኣ ኮይኑ ርእሶም ክመልኩ ስለ ዘይከኣሉ እዮ ወይ እውን ርእሶም ነቲ ክግዛእ ዝግብኦ ኣምላኽ ከግዝኡ ስለ ዘይከኣሉ ኣብ ደገ ብዙሕ ዝና ኣለዎም ኣብ ደገ ብዙሕ ስም ኣለዎም ኣብ ደገ ናብ ህዝብን ማዕራት ብዙሕ ክብርታት ኣለዎም ብህዝቢ ሕፉራት ክኾኑ ይኽእሉ፣ ሃብቲ ክህልዎም ይኽእል፣ ዝና ክህልዎም ይኽእል፣ ኢየሱስ ስለ ዘይብሎም፣ ንህይወቶም ክመልኩ ስለ ዘይከኣሉ፣ ውሳጣዊ ሰላም ስለ ዘይብሎም፣ ሓቅታት ክበጽሕዎ ዝግብኦም ስለ ዘይብሎም፣ ጸልማታዊ ህይወት ሒዝዎም ስለ ዘሎ፣ ርእሶም ክመልኩ ስለ ዘይከኣሉ፣ ኣብ ብርቱዕ ነውጺ ይርከቡ። እቶም ርእሶም ዝመልኩ፣ ንክርስቶስ ዘግዝኡ፣ ብናይ እግዚኣብሔር ሕግን ትእዛዝን ተመሪሖም ዝኸዱ ግና ውሽጦም ሰላም ዝመልኦም፣ ኣምልኾ ዝፈልጡ፣ ጸሎት ዝፈልጡ፣ ፍርሓት እግዚኣብሄር ኣብ ህይወቶም ዘቐድሙ ኮይኖም ከም ዝመጹ ክነግረና ስለ ዝደለየ እዩ እዚ ወንጌል እዚ። ሰብ ርእሱ እንተ ደኣ ኣሸኒፉ ንቕድስና ክጓዓዝ ጀሚሩ ማለት እዩ። እዚ ድማ ካብቲ ኣሲርዎ ዘሎ ትዕቢት፣ ጽልኢ፣ ቅርሕንቲ፣ ህልኽ፣ ርእስኻ ዘይምኽኣል ናጻ ክወጽእ ኣለዎ። ኣሲርዎ ዘለዎ ሓጥያት ብምልኡ ክፈልጦ ኣለዎ። ሰባት ኣብ ከምዚ ይርከቡ። እዚ ድማ ካብቲ ኣሲርዎ ዘሎ ሰብ ክወጽእ እንተዝኣ ዘይክኢሉ እቲ ቅዱስ ጳውሎስ ኣብዚ ዝሰማዕናዮ ቀዳማይ ንባብ ዝበሎ እዩ ዝኸውን ኣብ ሮሜ ሸውዓተ፣ ዓሰርተ ሸሞንተን ዓሰርተ ትሽዓተን ሰናይ ምግባር ድሌት ኣሎኒ እምበር ምግባር ሰናይ ይብለይን ስለዚ ኣባይ ሰብኣዊ ባህሪ ስለ ሰናይ ምግባር ከም ዘሎ እፈልጥ እየ። ነቲ ክገብሮ ዝደለኹ ዘይኮነስ ነቲ ክገብሮ ዘይደለኹ እየ ዝገብር ዘለኹ። እንታይ ጸገሙ እዚ ሰብ እዚ? ሕጊ ይፈልጥ እዩ። ስርዓት ይፈልጥ እዩ። ኣገባብ ይፈልጥ እዩ። ክገብሮ ኣይከኣለን። ካብዚ ሕጊ እዚ ሓራ ዘውጽኦ ሓይሊ ክመጽእ ኣለዎ። ነዚ ሕጊ እዚ ከተግብሮ ዝኽእል ትእዛዝ እግዚኣብሄር ንመንገድታት እግዚኣብሄር ከተገብሮ ኣይከኣለን። ኣይትቕተል እናበሎ ይቐትል። ኣይትስረቕ እናበሎ ይሰርቕ፣ ኣይትመነ እናበሎ ይምነ፣ ከመይ ገይሩ ካብዚ ክወጽእ ዘይክእል? ካብዚ ሓራ ዘውጽእ ኣሎ። እቲ ሓራ ዘውጽእ ቃል ክርስቶስ መድኃኒኣለም ብርእሱ እዩ። ክርስቶስ ሓራ ምስ ኣውጽኣና፣ ዳግማይ ምስ ተወለድና፣ ናይ ክርስቶስ ምስ ኮንና፣ ካብ ላዕሊ ምስ ተወለድና፣ ንኹሉ ትእዛዝ እግዚኣብሔር ኣብዚ ምድሪ እዚ ከም ፍቓድ እግዚኣብሔር ክብሪ ንስሙ ይኹን ክንገብሮን ክንትግብሮን ንኽእል። ስለዚ ኢየሱስ እንታይ ዝብል ዘሎ ኣብዚ ካብ ላዕሊ እንደገና ክትውለዱ ናይ ግድን ወለድና ብስጋ እዮም ዝወልድና ካብ ስጋ ዝተወልደ ስጋ ኢልዎ ኢየሱስ ካብ መንፈስ ዝተወልደ ግና መንፈስ እዩ ወለድና ብስጋ ወሊዶምና ካብ መንፈስ ብጥምቀት ክንውለድ ካብ ክርስቶስ ብመንፈስ ቅዱስን ብማይን ክንውለድ ናይ ግድን እዩ ስለዚ ናይ ኒቆዲሞስ ፀገም ኣብዚ እዩ ነይሩ ሕጊ ዝፈልጥ ክኢላ ኩሉ ዝነበረ እዩ ስዒብና ክርእና መንነቱ መን ምዃኑ እንተኾነ ግና ነዚ ነገርዚ ከተግብር ኣይከኣለን። ነፍሲ ወከፍና ውን ኣብዚ ህይወትና ነእትዎ እሞ ኣብ ቅድሚ እግዚኣብሄር ከምቲ እግዚኣብሄር ዝሓተና ዘሎ ክንገብር ዘየኽእለና ዘሎ ነገራት ብምልኡ ካብ ህይወትና ክቕረፉ ዘለዎም ነገራት ስለ ዘለዉ እዮም። ኣብ ክርስቶስ ዳግማይ ክንውለድ ኣና ተጠሚቕና እንዲና እወ ሕጂኸ እንታይ ንድለ ኣለና ህይወትና ንእግዚኣብሄር ንየሱስ ክርስቶስ ከነግዝኦ። ዘይተደልዩ ኣጋይሽ ኣብ ውሽጥና ሒዝናዮም ዘለና ከነውጽኦም ኣይ ቦትኦምን እዩ። እቲ ሓቀኛ ኢየሱስ ኣብ ውሽጢ ልብናን ሕይወትናን መጺኡ ክገዝኣና እሞ ካብ ጸልማት ናብ ብርሃን ካብ ሞት ናብ ሕይወት ካብ ግዝያውነት ናብ ዘለዓለምነት ካብ ድሩትነት ናብ ፍጽምና ገጽና ክንሓስብ ክንክእል ዳግማይ ክንውለድ በተሓሳስባናን ብሕይወትናን በነባብራናን ንሕተት ኣሎና ክቡራን ብክርስቶስ ኣሕዋተይን ኣሓተይን ንስ ጳውሎስ ነዚ ምስ ተረድኣ ተስፋ ኣይቆረጸን ከቢድ ኣብ ህይወት ሕልፍ ከም ዘሎ መሳቕል ኣእሻኽ ኣብ ህይወቱ ተሰኪሙ ሰናይ ክገብር እናደለየ እንከሎ ከም ዘይገብር ተረዲእዎ እዩ ሓደ ነገር ግን ተስፋ ገይሩ ኣብ ፊልጲ 4:13 ንረኽቦ በቲ ሓይሊ ዝህበኒ ክርስቶስ ንኹሉ ክኽእሎ እየ ኣነ ኣይክእልኒ እየ ኢሉ ኣነ ኣይክእልኒ እየ ዓቕሚ የብለይን ድሌት ጥራሕ እዩ ዘለኒ ግን ዓቕሚ ዝህበኒ ሓይሊ ምስ መፀ ግና ነቲ ኩሉ ኣብ ህይወተይ ክገብሮ ዘለኒ፣ ምስ ኣምላኸይ ክኸዶ ዝግብኣኒ መንገድታት ኩሉ ክብሪ ንስሙ ይኹን ክገብሮ እየ ይብል። ኣሕዋተይን ኣሓተይን ብክርስቶስ ኣብዚ ግድል እዚ ሓደ ነጥቢ ልዒልና ክንዛረብ ኢና። ርእስኻ ምቁጽጻር እንታይ ማለት እዩ? ብቅዱስ መጽሓፍ ርእሰ ምቁጽጻር ወይ ርእስኻ ምምላኽ ማለት ህያብ መንፈስ ቅዱስ እዩ። ነፍስና ቁኑዕ መንገዲ ሒዛ ክትከይድ መኣዝና ከይተጥፍእ ዝሕግዝ ሓይሊ እዩ። ርእስኻ ምምላኽ ወይ ርእሰ ምቁጽጻር ማለት ህያብ ናይ መንፈስ ቅዱስ ኮይኑ ነብስና፣ ህይወትና፣ ቅኑዕ መንገዲ ሒዛ ናብቲ ፈጣሪኣ ዝብላ ንኽትከይድ መኣዝና ንኸይተጥፍእ እዩ። መለኽ ማለት ብቋንቋ ዕብራይስጢ ንጉስ ማለት እዩ። ስለዚ ንህይወቱ ዝመልኽ ሰብ ንህይወቱ ክቋጻጸር ዝኽእል ሰብ ንጉስ ህይወቱ እዩ። ስለዚ ንናይ ኣምላኽ ነገር ክቕበል ኣየሸግሮን እዩ። ንርእሱ ዘይመለኸ እንተኾይኑ ግን ኣብ ሕጊ ተኣሲሩ ስለ ዘሎ ካብዚ ሕጊ እዚ ሓራ ከውጽኦ ዝኽእል ሓይሊ ክሳብ ዘይመጸ እሞ እቲ ሰብ እውን ነዚ ሕጊ ዘውጽእ ሓይሊ ኢየሱስ ክርስቶስ ኢዱ ክህብ እንተዘይክኢሉ ትርጉም የብሉ ብዙሓት ሰባት እዚኦም ሎሚ ኣብ ኣብ መሬት ብዛዕባ እግዚኣብሔር ክሰምዑ ዘይደልዩ ናብ ኣምላኽ ክመጹ ዘይደልዩ እንተነገርካዮም እንተበሰርካዮም እውን ክስዕብዎ ዘይደልዩ መሲልዎም ብምድራዊ ነገራት ዝኸዱ ዘለዉ ክዳን ሰቲርዎም ዝኸይድ ዘሎ ሰባት ኣብዚ ዓለምና ብዙሓት ንርኢ ዘለና ኣብዚ ግና ቅዱስ ኣጎስጢኖስ ከነምጽእ ኢና ብዛዕባ ርእሰ ምቁጽጻር ኣብ ራብዓይ ክፍለ ዘመን ዝነበረ እዩ ብዛዕባ ርእሰ ምቁጽጻር ዝስዕብ ይብል ርእሰ ምቁጽጻር ኣብ ህይወቱ ዘጥረ ርእሱ ዝመልኸ ሰብ ማለት እዩ ክርስትያን ሓደ ሓደ መንፈሳውያን ሕግታት ብምስራዕ ንህይወቱ ክምርሕ ይኽእል እዩ ብቕዓት ስለ ዘለዎ ንሱ ኣብ ጉዕዝኡ ዘጋጥሞ በበይኖም ዓይነት ጸገማት ናይቶም ጸገማት'ቲኦም ግዙእ ወይ ባርያ ክኸውን ኣይክእልን እዩ። እንታይ ደኣ ንርእሰ ዕጋበት ወይ ንጣዕሚ ስጋኡ ኢሉ ስለ ዘይሰርሕ እዚ ሰብ እዚ እወ ኣብ መዓልታዊ ኣካይድኡ ብግቡእ ምቕሉልን መንገዲ ተጠቒሙ ንኣምላኹ ክስዕቦ ይኽእል ይብል። ስለዚ እንታይ ዘረድኣና ማለት እዩ ኣብ መዓልታዊ ጉዕዞና ብዙሕ መሳቓቕላት ኣለና ፈተናታት እሾኽ ኣለና። ነቲ ኵሉ ዚኽእል እግዚኣብሄር ምስ ተጸጋዕናዮ ግና፣ ኣብ ጽላሉ ስለ እንሓድር፣ ብሓይሉ ስለ እንመላለስ፣ ብሓይልን ክእለትን ኣይኰነን፣ ብመንፈሰይ እዩ ስለ ዝበለ፣ እቲ ክእለት ካብ ኣምላኽ እዩ፣ እቲ መንፈስ ካብ ኣምላኽ እዩ፣ እቲ ምዕጣቕ ካብ ኣምላኽ እዩ፣ እቲ ጸጋ ካብ ኣምላኽ እዩ፣ ንነገራትና ኣሸኒፍና፣ ነቲ ኣብ ውሽጥና ዘሎ ሕቶታት ናብ እግዚኣብሄር ከነምጽኦ ንኽእል ኢና። ፍሉጥ እንግሊዛዊ ፍላስፋን ጸሓፍን ቤርትራልድ ራሰል ብዛዕባ እዚ እስዕብ ይብል ምስ ገዛእ ርእሱ ሰላም ዘይገበረ ሰብ ምስ ካልኦት ሰላም ክነብርን ክገብርን ኣይክእልን እዩ ምስ ገዛእ ርእሱ ኣብ ውሽጡ ሰላም ዘይገበረ ሰብ ንክርስቶስ ኣብ ኣብ ሂወቱ ቦታ ዘይሃበ ንክርስቶስ ጎይታ ሂወቱ ጎይታ ኣነባብርኡ ጎይታ ንእስነቱ ጎይታ ሓዳሩ ጎይታ ምንኩስንኡ ጎይታ ኩለንተናኡ ዘይገበረ ሰብ ውሽጡ ሰላም ስለ ዘይብሉ ምስ ካልኦት ብሰላም ክነብር ኣይክእልን እዩ ወትር ግዜ ኣብ ግጭት ዝርከብ ሰብ እዩ ምስ ገዛእ ርእሱን ምስ ካልኦትን ይብል ኣሕዋተይን ኣሓተይን እዚ ናይ ሎሚ ሰንበት ትምህርቲ ብዘይ መጠን ኣገዳሲ እዩ ልብና ክፉት ኮይኑ ከም ሊድያ እግዚኣብሄር ንዓና ብየሱስ ክርስቶስ ዝሓተና ዘሎ ዓብዪ ጉዳይና ንዛረብ ዘለና። ካብ ላዕሊ ክትውለዱ፣ ዳግማይ ክትውለዱ፣ ክትሕደሱ፣ ብመንፈስ ኣምላኽ ክትመላለሱ፣ ኣብ ትሕቲ ጎይትነተይ ክትመላለሱ፣ ኣነ እንተዘይዕጢቐኩም ሓንቲ ክትገብሩ ከም ዘይትኽእሉ ክትፈልጡ እዩ ዝብለና ዘሎ። ሽሕ ክእለት ይሃልወና፣ ሽሕ ፍልጠት ይሃልወና፣ ሽሕ ዝና ይሃልወና፣ ሽሕ ክብሪ ይሃልወና፣ ኩሉ እውን ንኹን። ካብዚ ኣብ ህይወትና ኣንጠልጢሉ ዘሎ ከበድቲ ነገራትን ወሳጣዊ ሓቂ ናይ ምፍላጥ ዘሎና ሃንቀውታን ሓራ ክንከውን ኣይንኽእልን ኢና፣ ኢየሱስ እንተ ዘይሒዝና። ብክርስቶስ ኣሕዋተይን ኣሓተይን፣ ደጊሙ ቅዱስ ኣጎስጢኖስ ኣብ ከምዚ ዝኣመሰለ ናይ ቅዱስ ናይ ናይ ናይ ኒቆዲሞስ ህይወት ብውሽጡ ዘሸገሮ ሓቅታት ስለ ዝነበረ እሞ ንሱ ኸኣ ኣብ ጸልማታዊ ህይወት ውጹእ ጸልማት ይነብር ስለ ዝነበረ፣ ሓደ መዓልቲ ግን መጸ እሞ ኣብ ቅድሚ ኣምላኹ እዚ ዝስዕብ ክብል ጸለየ፣ ጐይታ ብህይወተይ ንዓኻ ረሳዕኩኻን ኣእዛነይ ዓጸኹልካን። ኦ ኣምላኽ ፍቕሪ፣ ኣባኻን ካባኻን ኣዝየ ረሓቕኩ። ኣነ ካብ ብዙሕ ሓጢኣት ስቓይን ክጋልብን ከለኹ፣ ንስኻ ሱቕ በልካንን ተዓገስካንን። ግን ኣነ ፈጺመ ኣብ ህይወተይ ሕጉስ ኣይነበርኩን። ሓጢኣተይ ጸዋግን ዕቡይን ሕዙንን ገበረኒ። ደጋጊመ ብምሕጣእ ልበይ ዕረፍቲ ክህቦ ፈተንኩ፣ ኣይከኣልኩን። እንተኾነ ሓጢኣተይ ዝገደደ ሕዙንን ጸዋግን ደኣ ገበረኒ። እዚ ድማ ተግባርካ እዩ እግዚኣብሄር ኣምላኸይ። ወኣምላኽ ምሕረት ንሕና ካብ ክፍኣት ርሒቕና ሓጎስና ኣባኻ ጥራሕ ክንረኽቦ ብዝብል መደብ ኣብ ልዕሊ እቲ ዝሩግ ስምዒታትና ምረት ዝወሰኽካሉ ንስኻ ኢኻ። ኦ ጎይታይ ንዓኻ ቢልካ ስለ ዝፈጠርካና ልብና ንዓኻ ከይረኸበ ብፍጹም ዕረፍቲ የብሉን ክብል ተረኺቡ እዩ። እዚኣ እዩ ካብ ህይወትና እግዚኣብሄር ዝሓተና ዘሎ። ቅዱስ ኣጎስጢኖስ እቲ ዓቢ ሊቅ ናይ ቤተ ክርስቲያን ኣብ ህይወቱ ዘሕለፎ ኩሉ ርእዩ መርሚሩ ሕጉስ ከም ዘይነበረ ጸጸኒሑ ኣብ ሓጢኣት ዝወድቕ፣ ኣብ ሓጢኣት ኣንቃልዓሊኡ ኣብኡ ጠንቀልዓላዕ ኢሉ ክልወጥ ዘይከኣለ፣ እግዚኣብሄር ከኣ ስቕ ኢሉ ይዕገሶ ነይሩስ ከበየ ክበጽሕ ብሓይሉን ብክእለቱን ብፍልጠቱን ኣበየ ክበጽሕ ብርድኢቱ ኣበየ ክበጽሕ ኣብቲ ምረት ምረት ከም ዝውስኽ ገይርዎ እግዚኣብሄር ኣብ መወዳእታ ግን ቅዱስ ኣጎስጢኖስ ርእዩ ሓደ ነገር ተገንዚበ ኣለኹ እስኻ ኣነ ንዓኻ ከናድየካ ከይድ ነይረ ንስኻ ግን ኣብ ውሽጠይ ነይርካ ኣይፈለጥኩኻን ኢሉ ዋው ክንደይ ክትዕም ቃል እዩ እስክት ናይ ቅዱስ ኣጎስጢኖስ ቃል ናይ ኩሎም እዩ እግዚኣብሔር ኣነ ንዓኻ ከናድኸሎ ልብል ነይረ ንስኻ ግን ኣብ ውሽጠ ነርካ ኣይፈለጥኩኻን ሕጂ ግን ፈሊጠካ ኣለኹ ልብና ንዓኻ ከይረኸበ ዕረፍቲ የብሉን ልቢ ኒቆዲሞስ ኢየሱስ ከይረኸበ ዕረፍቲ ስለ ዘይነበሮ እዩ ብለይቲ ናብ ኢየሱስ መጺኡ ኣሕዋተይን ሓተይን ሎምኸ ሰብ ኣበየናይ ኩነታት ይርከብ ኣሎ ኢልኩም እንተ ሓቲትኩምኒ እስዕ ክብለኩም እኽእል ኣብ ዕግርግር ናይ ሕልና ሕማም ዝኸፍአ መንፈስ ኣልቦነት ውፁእ ዓለማውነት ምፍርራሕ ዝመልኦ ዘመን ስለ ዘሎ ዝሓሸ ህይወት ይነብር ኣሎ ክንብል ኣይንኽእልን ኢና እዚ ኣብ ዕግርግርን መንፈስ ኣልቦነትን ናይ ሕልና ሕማምን ተዋሒጡ ዘሎ ሰብ ናብ ውሽጡ ተመሊሱ ብሱባኤን ብጸሎትን ብንስሓን ኣብ ቅድሚ ኣምላኽ ክበክን ክእዊን ኣብ ዝጀመረሉ እዋን እግዚኣብሄር ኣብ ልቡ እኔኹልካ ኢሉ እዩ ዝመጽእ። ነዚ እዩ ተረዲኡ ቅዱስ ኣጎስጢኖስ ኣነ ንዓኻ ኮለል እብል ነይረ ላዕልን ታሕትን ክረኽበካ ንስኻ ግን ኣብ ውሽጠይ ነይርካ ሕጂ ግን ፈሊጠካ ኣለኹ ኣምላኸይን መድሓንየይን ክብል እዩ ተረኺቡ። ክቡራን ብክርስቶስ ኣሕዋተይን ኣሓተይን ኒቆዲሞስ መን እዩ እወ ነዚ ቃል እዚ ቅድሚ ምርኣይና እግዚኣብሄር ብኣፍ ኤርምያስ ነቢይ እንታይ ይብለና ክደልዩኒ ኢኹም ብምሉእ ልብኹም እንተ ደሊኹምኒ ክርከበልኩም እየ ኤርምያስ 29 13 ኒቆዲሞስ እዛ ጥቕሲ እዚኣ ሓጊዛቶ ዀይኑ ይስምዓኒ። ብምሉእ ልቡ ኽደልዮ ደልዩ። ኣብ መንጎ ዕግርግርን ኣብ መንጎ እቶም ብጾቱ ኣይሁድን ኣብ መንጎ እቶም ንዑ ዝጸልኡ ህዝብን ከናድዮ ኣይደለየን። ብሕት ኢሉ ክረኽቦ እሞ ናይ ልቡ ከዕልሎ ደልዩ። ኒቆዲሞስ ግን መን እዩ? ክንፈልጦ የድሊ መንነቱ። ኒቆዲሞስ ሕጊ ሙሴ ብብቕዓት ዝፈልጥ፣ ፈሪሳዊ፣ ሓለቓ ኣይሁድ፣ መምህር እስራኤል ዝነበረ እዩ ኣብ ህዝብኸ ኣኽብሮት ዝና ልዕልና ክቡር ሰብ ተሓፋሪ ሰብ እዩ ነይሩ እንተኾነ እዚ ኣብ ሰብ ተሓፋሪ ምዃን ክቡር ምዃን ዝና ምህላው ካልእን ካልእን ብምልኡ ፍልጠትን ሕግን ምፍላጥ ክብርን ስልጣንን ምህላው ናይ ውሽጢ ሰላሙ ክልውጦ ኣይከኣልን ናይ ውሽጢ ሰላም ምስኣኑ ክቕይሮ ኣይከኣልን ይርበሽ ነይሩ ሓደ ሓቂ ይርብሾ ነይሩ እታ መዓልቲ ሓቂ ከኣ ምስ መድኃኒኣለም ኢየሱስ ክርስቶስ ዝጋጠመላ መዓልቲ ከኣ ሎሚ ነበረት። ነዚ ሓሲቡ ከኣ ኒቀዲሞስ ትእምርትታት ክርስቶስ እኳ እንተ ኣመነ ንኣምላኽ ክርስቶስ ግን ኣይተቐበለን ከምኡ ኢልዎ መጺኡ። ካብ ሰማይ ተላኢካ ከም ዝመጻኻ ኣብ ህዝብና ሰናይ ነገር ትገብር ከም ዘለኻ ንፈልጥ ኢና። ምፍላጥን ምእማንን በበይኑ እዩ። ኣጋንንቲ እውን እግዚኣብሔር ከም ዘሎ ፈልጡ እዮም ኣይኣምንዎን እዮም። ሰይጣን እግዚኣብሄር ከም ዘሎ ይፈልጥ እዩ ኣይኣምኖን እዩ ኣየምልኾን እዩ ምፍላጥ ኣኻሊ ኣይኮነን ብዙሓት ናይ ዘመንና ኣለና ዝብሉ ፖለቲከኛታት ይኹኑ ኣክቲቪስት ይኹኑ ዓለማውያን ይኹኑ ካልኦትን ካልኦት ድሓን እግዚኣብሄር ኮን ፈልጦ ኢና ዓቢናሉ ኢና ተማሂርናሉ ኢና ዝብሉ መሊኦም እዮም ፈሊጥካያ ክትከውን ትኽእል ከተምልኾ ልብኻ ምስ ሃብካዮ ኩለንተናኻ ምስ ሃብካዮ ጥራሕ እዩ ክሰርሕ ዝኽእል ንኣምላኽ ካብቶም ሎሚ ክርስትያን እና ዝብሉ ዘይክርስትያን እውን ኣንቢቦም ክሓልፍዎ ይኽእሉ እዮም ንቅዱስ መጽሓፍ ምእማን እዩ ዘገድስ ጎይታ ህይወትካ ምግባር እዩ ዘገድስ እግዚኣብሔር ኣብ ህይወትካ ቀዳማይ ምዃን እዩ ዘገድስ ኒቆዲሞስ እዚ ነይርዎ ጸገም ነዚ ክፈልጥ ከዓ ኒቆዲሞስ ብለይቲ ይጓዓዝ ናብቲ ናይ ሰላምን ቅሳነትን ዕረፍትን ዝህብን ንጉስ ክረኽዮ ከናድዮ ይኸይድ ናይ ሰላምን ዕረፍትን ዝህብ ንጉስ ንጉስ ናይ ምንታይ ናይ ዓለም ንጉስ ንጉስ ናይ ምንታይ ንጉስ ናይ ህይወት ንጉስ ናይ ህይወት ህይወት ናይቲ ኩሉ ዝለዓለ ቀዳማይ ህያብ ናይ እግዚኣብሔር ንጉስ ናይ ህይወቱ ናብ ኢየሱስ ብለይቲ ይመጽእ መጽሓፍ ቅዱስና ብዛዕባ ለይቲ እንታይ ይብል በሌሊት ትገይስ እግዚኦ አምላኬ ጸምአት ነፍሴ ለከ ኣምላኽ ነፍሰይ ናትካ ጽምኢ ስለ ዘለዋ ብለይቲ ናብ መቕደስካ ትግስግስ በለሊት ትገይስ ነፍስየ እግዚኦ ኣምላክየ ጸምኣት ነፍስየ ለክ ወኣምላኸይ ኦ ጎይታይ ጽምኢ ናትካ ስለ ዘለዋ እዛ ነፍሲ እዚኣ ብለይቲ ናብ መቕደስካ ትግስግስ። ምናልባት ጥራሕ ዘይኮነ ብርግጽነት ኣብ ሃገርና ንግሆ ለይቲ ተሲእና ንቕድሰሉ ምኽንያት ካብዚ ሓቂዚ ዝመጸ እዩ። ንግሆ ተሲእና ቅድሚ ማንም ሰብ ምርካብና ንኣምላኽና ንረኽቦ። እዚ ብዘይመጠን ኣገዳሲ እዩ። ኣብዚ ግን ሕጂ እንታይ እየ ደልየ ዘለኹ? ኣብ መዝሙር ኣርብዓን ክልተን ክምለስ ኢራብ ናብ ዓይኒ ማያት ከም ትናፍቕ ኣምላኽ ነብሰይ ንዓኻ ትጸምእ ጽምኢ ነይርዎኒ ቀዲሞስ ከምቲ ሓንቲ ኢራብ ኣብ ዓይኒ ማያት ትናፍቕ ማይ ኣብ ዘለዎ ትኸይድ እሞ ረውያ ህይወታ ትቕጽል ጽምኢ ከቢድ ጽምኢ ነይርዎ ጽምኢ ናይ ኣምላኽ ጽምኢ ናይ ሓቂ ጽምኢ ናይ ውሰጣዊ ሰላም ምስኣን ነይርዎ ናብ ኢየሱስ ይመጽእ ግናኽ ኣሕዋተይን ሓተይ ብክርስቶስ እግዚኣብሔር ዝተመስገነ ይኹን ለይቲ ዝብል ቋንቋ ከ ንሰምዕ ኣብዚ ለይቲ እንታይ ማለት እዩ ስለምንታይ ለይቲ ለይቲ ብናይ ዮሃንስ ወንጌል ኣዘራርባ ብክልተ መገዲ ክንሪኦ ኢና ለይቲ ዝብል ቃል ዮሃንስ ተጠቐመሉ ኣብ ናይ ዮሃንስ ወንጌል ብምሉእ ለይቲ ዝብል ቋንቋ ጥራሕ ወሲድና እንተ መርሚርናዮ እዚ ስዕብ ንረኽበሉ ለይቲ ናይ ጥፍኣት ናይ ሓሶት፣ ናይ ጸልማት፣ ናይ ክፉእ ስራሓት ዝፍጸመሉ፣ ናይ ክሕደት፣ ናይ ድንቁርና፣ ናይ ውድቀት፣ ናይ ማእሰርቲ ምልክት እዩ። እቲ ሓደ ወገን ክንርኢ እንኮለና ለይቲ፣ ዮሃንስ ኣብቲ ወንጌሉ ዝተፈላለየ ግዜ ለይቲ ዝብል ቋንቋ ስለ ዝጥቀም፣ ናይ ጥፍኣት፣ ናይ ሓሶት፣ ናይ ጸልማት፣ ናይ ክፉእ ስራሓት ዝፍጸመሉ፣ ናይ ክሕደት፣ ናይ ድንቁርና፣ ናይ ውድቀት ምልክት እዩ። ብኸመይ ነረጋግጾ? ይሁዳ ንየሱስ ዘትሓዞ ብለይቲ እዩ። ጴጥሮስ ሰለስተ ግዜ ዝኸሓዶ ብለይቲ እዩ ከምኡውን ለይቲ ጸልማት ናይ ተስፋ ቁርፀት እዩ እዚ ኣብ ዮሃንስ 94 ክንረኽቦ ንኽእል ኢና ከምኡውን ኣብ ዮሃንስ 1330 ከምኡውን ኣብ ሉቃስ 2344 ክንረኽቦ ንኽእል ኢና እዚ ከዓ ኢየሱስ ኣብ ዝተሰቕለሉ ግዜ ምድሪ ጸልማት ከም ዝኾነ ፀሓይ እውን ብርሃና ከም ዘይሃበትን ንርዳእ ኒቆዲሞስ ከመይ ዝበለ ጸልማታዊ ህይወት ይነብር ከም ዝነበረ ካብዚ ምሳሌታት እዚ ንርዳእ ስለዚ በቲ ነጋቲቭ መንገዲ ወይ ከኣቲ በቲ ኣሉታዊ መንገዲ ክሪኦ እንኮለና ጸልማት ማለት ናይ ጥፍኣት ናይ ሓሶት ናይ ክፉእ ስራሓት ዝፍጸመሉ እወ ናይ ክሕደት ናይ ድንቁርና ናይ ውድቀት ምልክት እዩ ኣብዚ ህይወት እዚ ዝሳቐ ነይሩ ኒቆዲሞስ ብደገ ክረኣ ከሎ ግን ሓለቓ ኣይሁድ ምሁር ሕጊ ሕፉር ኣብ ቅድሚ ሰብ እዩ ነይሩ ውሽጡ ግን ዘይረግኣሉ ሰብ እዩ ነይሩ ውሽጡ ከም ዘይረግኣሉ ባዕሉ እዩ ዝፈልጣ ነይሩ ንህይወቱ ባዕሉ ስለ ዝፈልጣ ዝነበረ ከኣኒ ትኽ ኢሉ ተዋጻኣኒ ነዚ ሊቅ እዚ፣ ነዚ ቅዱስ እዚ፣ ነዚ ሰላም ዝህብ፣ ህይወተይ ዝቕይር ሰብ ክረክብ ኣለኒ ኢሉ እዩ መጺኡ። ግን ስለምንታይ ኒቆዲሞስ ብለይቲ መጺኡ ዝብል ከኣ በቲ ኣወንታዊ መንገዱ ከኣ ንርኣዮ። ቅዱስ ዮሃንስ ነዚ ከቐምጠልና እንከሎ መጀመርያ ምስ ኢየሱስ ብሕት ኢሉ ስፍሕ ዝበለ ናይ ዕላል ምእንቲ ክረክብ ጽምዋ ጽቡቕ ስለ ዝኾነ ህድእ በል እሞ ኣነ ኣምላኽ ምዃነይ ኣስተብህል ዝብል ኣብ ቃል ኣምላኽ እውን ስለ ዘሎ ኣብ ጽምዋ፣ ኢየሱስ ንባዕሉ ኣብ ጽምዋ ቦታ ከይዱ ይጽሊ ከም ዝነበረ፣ ካብ ዕግርግር ወጻኢ፣ ካብ ክሕዞ ዝኽእል መጻወድያታት ወጻኢ ውጽእ ኢሉ ኢየሱስ ይጽሊ ከም ዝነበረ ንፈልጦ ኢና። ስለዚ ብለይቲ ይመጽእ። ህይወቱ መርሚሩ ኣብ ቅድሚ ጎይታ ንክቐውም ባዶነቱ ምእንቲ ክርዳእ፣ ባዶ ምዃኑ ምእንቲ ክርዳእ ከኣ ካብዚ ናይ ሰላም ጎይታ ክመልእን ብኹሉ ብግልጺ ናብ ኢየሱስ ይመጽእ። እዚ ዘረድኣና ኣብ ቅድሚ ጎይታ ምስ ቀረበ ክሳብ ክንደይ ድሩትነቱ፣ ሓጥእ ምዃኑ፣ ዘይፈለጥ ምዃኑ፣ ክብርን ዝናን ዘለዎ ኣብ ቅድሚ ኢየሱስ ግን እዚ ኩሉ ዜሮ ምዃኑ ተረዲኡ ኣሎ ማለት እዩ። ንሕና እውን ሎሚ ብክርስቶስ ኣሕዋተይን ሓተይን ኣብ ቅድሚ ክርስቶስ ክንቀርብ ከም ዘሎና ክርዳእ የድልየና። እቲ ሳልሳይ ለይቲ ናይ ምንታይ ምልክት እንተ ደኣ ኢልና ናይ ጽምዋ፣ ናይ ስቕታ፣ ናይ ኣስተንትኖ፣ ናይ ሱባኤ፣ ምስ ኣምላኽና ንራኸበሉ ብግሉጽ ግዜ ጸሎት ኣምልኾ ንገብረሉ እዩ። ካብ ኣይሁዳውያን ብጾት ብሕት ኢሉ ኒቆዲሞስ እምበኣር ነቶም ዝቃወምዎ ነቐፋ ከየምጽኡሉ ምእንቲ በዓል ስልጣን እውን ስለ ዝኾነ እታ ዝመረጻ ብሕት ኢሉ ነዚ ኣምላኽ እዚ ብለይቲ ክረኽቦ እዩ። ስለዚ ለይቲ ናይ ጽምዋ፣ ናይ ኣስተንትኖ፣ ናይ ኩሉ እዩ። ቅዱስ ኣቡነ ያዕቆብ የስጢኖስ ዓቢ ቅዱስ ጽላል ኣቦ ናይ ሃገርና በረኸቶም ይብጽሓና። ኣብ ታሪኽ ህይወቶም ከም ነንብቦ ብለይቲ ክጽልዩ ይሓድሩ እሞ ክሳብ ወጋሕታ ኣይርድኦምን ነይሩ። ምሸት ክጽልዩ ምስ ጀመሩ ብኡ ሓድሩ። ሓደ ግዜ ተደወለት ናይ ማሕበር ናይ ንጉሆ ጸሎት ተደወለት እሞ ነቲ ደዋላይ ጽዋዕ ኣቢሎም እዚ ዝተደወለ ናይ ግዜ ድቃስ'ቲ ኢሎሞ ን ናይ ንግሆ ጸሎት ኣኺሉ እምበር፣ ገሪምዎም ኣብቲ ተመስጦ ተሓዲሮም። ምሉእ ለይት ምስ ኣምላኾም ከዕልሉ፣ ምስ ኣምላኾም ነቲ ኣብ ኤርትራን ኣብ ኢትዮጵያን ዝተዋህቦም ዓቢ ናይ ወንጌል ተልእኮ ብብቕዓት ምእንቲ ክፍጽሙ፣ ነቶም ዝጓስይዎም ዝነበሩ ተማሃርቲ ዘርኣ ክህነትን ካህናትን ምእመናንን ነቲ ክገብሮ ብቤተ ክርስትያን ዝተዋህቦም ዓቢ ናይ ስብከተ ወንጌል ብለይቲ ጸሎት ይሓድሩ። ነቲ ዝተዋህቦም ነቲ ማሕበሮም ዝሃቦም ነቲ ህይወት ምንኩስኖም ብምሉእ ኣብ ጸሎት ይሓድሩ ከም ዝነበሩ ታሪክ ህይወቶም ኣቦናን መራሒናን ስለ ዝኾኑ ንፈልጦ እዩ ስለዚ ለይቲ ንከም ዝኣመሰለ ትርጉም ኣለዎ ኢየሱስ መሰረታዊ ሕቶ ልዒልሉ ኒቆዲሞስ ዳግማይ ክትውለድ የድልየካ ኒቆዲሞስ ኣነ ፈልጦ የመን ምዃንካ እዩ ዝብለ ዘሎ ሊቅ ኢኻ ናይ እስራኤል ምሁር ኢኻ ሕጊ ትሕሉ ኢኻ ኣብ ሰብ ሕፉር ኢኻ በዓል ስልጣን ኢኻ እዚ ፈልጦ እየ ኣነ እዚ ንዓይ ወላ ሓንቲ ኢል ኣነ ዝህበካ ክብሪ ስለ ዝዓቢ ዳግማይ ክትውለድ የድለየካ ብማይን ብመንፈስ ቅዱስን ክትጥመቕ የድለየካ እዩ ዝብሎ ዘሎ። ብኣይ ክትኣምን ከኣ ናይ ግድን እዩ ኢልዎ። ምኽንያቱ ኣብታ መወዳእታ ንባብ ዘንበብናዮ ናይ ወንጌል ሰሚዕናዮ እንተኾይንና እቲ ብእኡ ዝኣምን ኣይክኹነንን'ዩ እቲ ብኡ ዘይኣምን ግን ድሮ ድሮ ኢሚድየትሊ ማለት እዩ ተኾኒኑ እዩ። ለሞን ኣሕዋተይን ኣሓተይን ልብኹም ከፊትኩም ክትሰምዑ ዘብለኒ ዘሎ ንክያት ነዚ ነጥቢ እዚ እዩ። ኣብ ዓለማዊ መንፈስ ዘለኻትኩም ንእግዚኣብሔር ሕቆኹም ሂብኩሞ ዘለኹም ኢየሱስ ክርስቶስ መድሓንን ጎይታ ምዃኑ ኣብ ቤተ ክርስቲያን ወትር ግዜ ብቅዱስ ምስጢራቱ ከም ዝርከብ ዘይትኣምኑ ንቤተ ክርስቲያን ረጊጽኩም ወጺእኩም ዘለኹም ዓለማዊ መንፈስን ኣብ ዘይጠቅም ናይ ሓሹሽን ኣብ ዘይጠቅም ወልፍታትን ኣምልኾን ሰይጣናዊ ተግባራትን ሰይጣናዊ ኣምልኾን መስተን ክፉእ ህይወትን ትነብሩ ዘለኹም ኩልኻትኩም በዚ ሰንበት እዚ ብስም እግዚኣብሄር ይዕድመኩም ኣለኹ እቲ ግዜ ፍለጥዎ ካብ ድቃስ ትበራበረሉ ግዜ በፂሑ እዩ ስለ ዝበሎ ቃል ኣምላኽና ኢድኩም መፂእኩም ናብ እግዚኣብሄር ክትህቡ ዕድመኩም ኣለኹ ነዚ ቃል እዚ ትሰምዑ ዘለኹም በዚ ብሩኽ ሰንበት እዚ ናብ እግዚኣብሄር ክትመፁ ኢድኩም ክትህቡ ምድሓን ኣብዛ ትሕቲ ምድሪ እዚኣ ኣብ ትሕቲ ሰማይ እዚኣ ብጀካ ብኢየሱስ ክርስቶስ ካልእ የለን። ኩሎም ቅዱሳን ብየሱስ ክርስቶስ ኣሚኖም እዮም ነዚ ልዑልን ቅድስናን ኣኽሊል ተሸኪሞሞ ዝነብሩ ዘለዉ ሰማይን ምድርን ናብኡ ክትምለሱ ዳግማይ ክትውለዱ እቲ ኣብ ውሽጢኹም ሒዝኩሞ ዘለኹም ሓቅታት መጺእኩም ብንስሓ ክትሕደሱ እዚ ግዜ እዚ ጽቡቕ ምልክት እዮ መድሃኒ ዓለም ስለ ዝኾነ ሎሚ ሰንበት ከዓ መድሃኒ ዓለም ክርስቶስ ብኣይ ገይሩ ይዛረበኩም ኣሎ ምጹ ኣምላኽ ቀጽዓ ኣምላኽ ኣይኮነን ፈቃር እዩ ክሓቕፈኩም እዩ መን ነርኩም እንታይ ነርኩም ኣጸቢቑ ይፈልጦ እዩ ትንታኔ ኣየድልዮን እዩ ኣነ ከምዚ ነረ ኢልካ ንየሱስ ምግላጽ ኣየድልዮን እዩ መጽ ኣለኹ ኢልካ ኣባኻ ረማዕ ኣባኻ ገማዕ ኢልካ እንተ ደኣ መጺእካዮ ኣምላኽ ዝምሕር ኣምላኽ ምዃኑ ክንፈልጦ የድሊ ሃዋርያ ጳውሎስ ብዛዕባ እዚ ብምችእቲ ሰዓት ሰማዕኩኻ ብመዓልቲ ምድሓን ከኣ ረዳእኩኻ እታ መዓልቲ ምድሓን ሕጂ እያ ጽባሕ ኣይኩ ናይ ጽባሕ ኣይንፈልጥን ኢና ሎሚ እዩ ዝንገረና ዘሎ እቲ ቃል ሎሚ ዝንገረኩም ዘሎ ቃል እንተ ደኣ ኣሚንኩም ከምቶም ኣብ ማሳን መሪባን ዝተቃወሙኒ ወይ ንእግዚኣብሔር ዝተቃወምዎ ንእግዚኣብሔር ኣይተማርርዎ ተባሂሉ ከም ተጻሕፈ እዚ ቃል እዚ ካብ ሰማዕናሉ ግዜ ጀሚርና ህይወትና ክንቅይር ኣብ ሱባኤ ስለ ዘለና ኣብ ጾም ስለ ዘለና ኣብ ጸሎት ስለ ዘለና ነዚ ነገር እዚ ኣጥቢቕኩም ኣጥቢቕኩም ክትሓስብሉ ህይወትኩም ክትቅይሩ ኣብ ከቢድ ህይወት ናይ ሓጢኣት እንተ ኣለኹም ኴንኩም ብንስሓ ናብ እግዚኣብሔር ክትመጹ ቅዱስ ኣቦና ርእሰ ሊቃነ ጳጳሳት እውን ናይ ንስሓ ግዜ ኣዊጆም ስለ ዘለዉ ብፍላይ ናይ ጾመ ኣርብዓ ግዜ እውን ስለ ዘለና ምቹእ ግዜ ስለ ዝኾነ ሎሚ ኣብ ቤትኩም ኴንኩም ኣብ ቅድሚ ኣምላኽ ተንበርኪኽኩም ጾሙን ጸሎትን ወሲድኩም ብብኽያት ናብ እግዚኣብሔር ዕርቂ ክትገብሩ እግዚኣብሔር መሓሪ ምዃኑ ክትፈልጡ ኣብ እግዚኣብሔር ዘይትውከሉ ነይርኩም እንተ ኾንኩም ሎሚ ከም ሎሚ ዳግማይ ክትውለዱ ኒቆዲሞስ ኣብነት ይኾነኩም። ኣሎ ኒቀዲሞስ ኣብነት ይኾነና ኣሎ ክቡራን ብክርስቶስ ኣሕዋተይን ኣሓተይን ቀጺሉ ሎሚ ናይ ምድሓን ዕለት እዩ ናይ ፈውሲ ዕለት እዩ ሎሚ ናይ ለውጢ ግዜ እዩ ሎሚ ዳግማይ እንውለደሉ ሰንበት እዩ የሱስ ደጊሙ ይብለና ኣሎ ንኒቀዲሞስ እውን ኢልዎ እዩ ካብ ማይን ካብ መንፈስ ቅዱስን ክትውለድ ናይ ግድን እዩ ብሓድሽ ምውላድ ማለት ከዓ ካብ ማይን ካብ መንፈስ ቅዱስ ምውላድ እዩ ብንጹር ክርስትያናዊ ጥምቀት ዘመልክት እዩ እዚ ቃል እዚ። ካብ ስጋ ዝተወልደ ስጋ ስለ ዝኾነ ባህርያዊ ልደት ንብሎ፣ እቲ ካብ እግዚኣብሄር ዝውለድ ከኣ መንፈሳዊ ልደት ቢልና ኢና ንጽውዖ። ቀጺሉ ኢየሱስ ግን ንኒቀዲሞስ ሓንቲ ኣገዳሲት ሕቶን ምስጢርን ይነግሮ። ምስ ተቐራረቡ፣ ምስ ኣረድኦ፣ እቲ ድሩትነቱ ምስ ነገሮ፣ ተደናጊሩውን ኒቆዲሞስ ውን ሓቲትዎ ኣብ ክርስትዴዴ ክኣቱ ዝበሎ ብንፋስ ጌሩ ኣረዲኡ ንፋስ ክነፍስ ድምጹ ኢኻ ትስምዕ ካበይ ይነቅል ናበይ ይኸይድ ግን ኣይትፈልጦን ኢኻ ዝበሎ ስራሕ እግዚኣብሄር ካኣ ከምኡ እዩ ናትካ ስራሕ እንታይ ማለት እዩ ዝብሎ ዘሎ ምእማን እዩ ኣነ ምሳኻ ጠጠው ኢለ ዝዛረብ ዘለኹ ሓሳዊ ኣምላኽ ኣይኮንኩን ኣነ ምሳኻ ጠጠው ኢለ ዝብል ዘለኹ ንሓቂ መሰረታ ምንጫን እየ ኣነ ምሳኻ ዘለኹ መንፈስ ብርእሱ ኣነ እግዚኣብሄር በርእሱ እየ ስለዚ ኣባይ ክትኣምን ኣባይ ክትውከል ብኣይ ክትከይድ ተጀሚርካ ጥራሕ ኢኻ ሓንትን ዘልኣለማዊትን መንገዲ እትረክብ እዩ ዝብሎ ዘሎ። ቀጺሉ ይብሎ ኣምላኽ በቲ ሓደ ወዱ ዝኣመነ የሱስ ንባዕሉ ይጽውዓሉ ማለት እኮ እዩ። ናይ ዘልኣለም ህይወት ክረክብ እምበር ከይጠፍእሲ ንሓደ ወዱ በጃ ክሳብ ምሃብ ነዛ ዓለም እዚኣ ኣፍቀራ ንዓኻን ወዲ ከማኻን ይብሎ ኣሎ ማለት እዩ እቶም ኣብ ዓለም ትነብሩ ዘለኹም እግዚኣብሄር ኣቦይ ኣፍቂርኩምሲ ንዓይ ልኢኽልኩም በጃ ንዓለም ከድሕን መፅየ ኣለኹ ኣብ ዓለም ማለት ከዓ ዓለም እቲ ንሪኦ ቁሳዊ ኣካል ዘይኮነ ሰብ እዩ ዓለም ዝነብር ዘሎ ፍጡር ንዓኻን ዝኸማኻን ከድሕን እየ መፅየ ዘለኹ ይብሎ እዚ እቲ መሰረታዊ ሓቂ ኣብቲ ዝሰማዕናዮ ካልኣይ ንባብ እውን ፍቕሪ ማለት እዚ እዩ፣ ኣምላኽ ባዕሉ ስለ ዘፍቀረና ንሓጢኣትና እውን ከርሕቕ ቢሉ ንወዱ ስለ ዝሰደደና እምበር ንሕና ስለ ዘፍቀርና ኣይኮነን። ስለዚ ተበግሶ ኩሉ ግዜ ካብ ኣምላኽ እዩ። ንሕና ኣይኮናን ንእግዚኣብሄር ኣድሕነና ኢልና ሓቲትናዮ ንፈልጥን ኢና። ከድሕነና ዝወረደ ባዕሉ እዩ። ስለዚ ሎሚ ህይወትና ክንቅይር ከምቲ ኒቆዲሞስ ጎይታ ህይወቱ ኮይኑ እሞ ብክርስቶስ ኣብ ዓወት ዝመጸሞ ከምቲ ሽሙ ዝመርሖ ኒቆዲሞስ ዕውት ዘበሎ ኣብ መወዳእታ ከኣ ከመይ ጌሩ ንክርስቶስ ከም ዝምስክረሉ ሕጂ ክንሪኦ ኢና በዚ ነገር እዚ ክንሓስብ ካብታ ሰዓት እቲኣ ኒቆዲሞስ ልቡ ተተንኪፉ ከደ እቲ ናይ ዘመናት ሕቶ ተመሊስሉ ኣብ ህይወቱ ሒዝዎ ዝነበረ ከበድቲ መሳቕላትን ከበድቲ ጸልማታዊ ህይወትን ኢየሱስ ኣልይሉ መንገድታት ሓቢርዎ ንዓይ ብምስዓብ ጥራሕ ኢኻ ዘለኣለማዊ ህይወት ትኸይድ ኢልዎ ከደ። ምስ ከደ ኸኣ እቲ ዝገብሮ ክልተ ዓበይቲ ነገራት ክንርኢ ኢና። ቀዳማይ ኣብ ዮሃንስ ሸውዓተ ሓምሳ፣ ሓምሳን ሓደን ኒቆዲሞስ ኣይሁድ ተኣኪቦም ብዛዕባ ኢየሱስ ይዛረቡ ነበሩ ይብለና ወንጌል። ከመይ ገይሮም ከም ዝኸስዎ፣ ከመይ ገይሮም ከም ዘጥቅዕዎ፣ ከመይ ገይሮም ከምዚ ካብዚ ምድሪ እዚ ገጽ ምድሪ እዚ ከም ዘጥፍእዎ ይእክቡ ነይሮም፣ ኣብኡ ይዛተዩ ነይሮም። እሱ ኸኣ ከም ናይ ኣይሁድ ሓለቓ መጠን ከም መምህርን ፈሪሳውን ሕግን ዝፈልጥን መጠን ኣብቲ ኣኼባ ስለ ዝነበረ ኸኣ ከምቲ ናይ ቀደሙ ወዚ ዲሉ ኣፉ ዝሃቦ ዝዛረብ ዘይኮነ ሓቂ ስለ ዝተገልጸሉ ብዛዕባ የሱስ ክማጎት ይጅምር እዚ ዝስዕብ ከኣ ይብሎም ንሰብ ቅድም ሕግና ንሰብ ቅድም ከይሰምዖ ወይ እውን እቲ ዝገበሮ ከይፈለጠ ከመይ ገይሩ ይፈርዶ እንታይ ማለት እዩ እዚ ቋንቋ እዚ ምስጢር ኣለዎ ዘራርብኡ ክፍትሾም ከለኹ ዝስዕብ ረኺበሉ ኣነ ስለ ዝሰማዕክዎ እዩ ዝብሎም ዘሎ ግን ኣይተረድኦምን ግን ኢሎሞ ሳቶም እሳኻ ከ ኣሚንካ ዲኻ ብኡ ዳርጋ ምስኡ ተራኺብካ ዲኻ ዝዓይነት ኢሎሞ ኣይመለሰሎምን ሕግና ንሰብ ከይሰምዖ ቅድም ወይ ተግባራቱ ከይርኣ ከመይ ጌርና ይፈርዶ ሕግና ከምኡ እዩ ዝብል መጀመርያ ንሰብ ትሰምዖ ፍርዲ ተረኪብካሉ ትፈርዶ ንሳትኩም ኣይሰማዕኩሞን እዩ ዝብሎም ዘሎ ኣነ ግን ሰሚዐዮ እየ ቅኑዕ ሰብ ምዃኑ ኣምላኽ ምዃኑ ጎይታ ምዃኑ ሓቂ ምስኡ ከም ዘላ መሰረት ናይ ሓቂ ምዃኑ ተረዲኡኒ እዩ ክብሎም እዩ ዝርከብ ዘሎ ብተወሳኺ ኒቆዲሞስ ለውጢ ንርእየሉ ህይወት ከዓ ኣለዎ ኢየሱስ ምስ ሞተ ሰላሳን ሓደን ኪሎግራም ከርበ ምስ ዓልወ ዝተሓወሰ ሒዙ ብምምጻእ ንየሱስ ክብሩን ፍቕሩን ገሊጽሉ እዩ፣ ኣብ ዮሃንስ ዓሰርተ ሸውዓተ ሰላሳን ትሽዓተን ክንረኽቦ ንኽእል። ዋእ ከርበን ዓልቦን ደኣ እንታይ ትብሉ ትህልው ክቡራን ህዝበ ክርስትያን? ስለምንታይ ዮሃንስ ነዚ ስለምንታይ ኣምጽዎ? ትርጓሚኡ በዚ ስዕብ ክንሪኦ ንኽእል። ሰላሳን ሓደን ግራም ከርበን ዓልቦን ዝተሓወሰ ሽቶ ዝቐርብ ዝነበረ ቅድም ንነገስታትን ሕብረተሰብ ኣዝዩ ንዘኽበሮም ሰባት ጥራሕ እዩ። ኣብ ታሪኽን ልምድን ህዝቢ ኣይሁድ ይኹን ህዝቢ እስራኤል ከምዚ ዝኣመሰለ ክቡር ነገር ሰላሳን ሓደን ኪሎ ግራም ዝቐርብ ዝነበረ ንነገስታት ክሞቱ እንከለዉ ወይ ክቡራት ሰባት እግዚኣብሄር ዘይኮነ ሰብ ዘኽበሮም ክሞቱ እንከለዉ ዝወሃብ እዩ ነይሩ። ኒቆዲሞስ ከኣ ከም መግለጺ ፍቕሩን ክብሩን ንኢየሱስ ጐይታ ህይወቱ ስለ ዝገበሮ ነዚ ክቡር ንጥረ ነገር እዚ ኣብ ዕለተ ሞት ናይ ኢየሱስ ኣምጽእዎ። ወንጌል ከምኡ እዩ ዝብለና። ክቡር ነገር ንነገስታት ዝወሃብ ነበረ። ስለዚህ በቲ ካልእ መንገድ መንገዲ ኢየሱስ ንጉስ ምዃኑ እዩ ይምስክር ኣሎ። በቲ ካልእ ወገዲ ክቡር ምዃኑ ላዕለዋይ ምዃኑ ኣብ ህይወቱ ዝረብሖን ዘኽበሮን ከኣ ንኒቀዲሞስ ኢየሱስ ምዃኑ ስለ ዝተገንዘበ እቲ ዘለኒ ክብሪ ንዕለተ ሞቱ ከምቲ ንነገሥታትና ንገብረሎም ዝነበርና እሱ ግን ሕጂ ናይዞም ነገሥታት ንጉሥ ጐይታ ጐይቶት ኣምላኽ ኣማልኽቲ ንጉሥ ነገሥታት እዩሞ ኢሉ ነዚ ኽቡር ነገርዚ ሒዙ ንኢየሱስ ኣም ቀብሩ ተሳተፈ። ኣብዚ ክንግንዘቦ ንኽእል ኒቀዲሞስ ንኢየሱስ እንተስ ሞይቱ እንተስ ተሳቕዩ እንተስ ተሰቒሉ እንተስ ተንሲኡ ጐይታ ሕይወት እዩ። ካብታ ሰዓት እቲኣ የሱስ እንተ ተሰቕለ፣ ሞተ፣ ተቐቢሩ እንተ ተንስኤ እውን፣ ካብታ ኒቆዲሞስ ንየሱስ ዝረኸበላ መዓልቲ፣ ጐይታ ህይወት እዩ። ካብ ሕጂ ንየው ዝምከሓሉ ኣይሁዳዊ ሕጊ ዘይኰነ፣ ነቲ ንሕጊ ዝፈጠረ እግዚኣብሄር እሞ ንሕጊ ከተግብረና ዝኽእል ኣምላኽ ብወዱ ብየሱስ ክርስቶስ ዝገበሮ መዳርግቲ ኣልቦ ድሕነት ንዕኡ ንበይኑ ከም ዝኣምን እዩ ዝፈልጥ። ስለዚ ክንልወጥ ኣብ ካብ ገዛእ ርእስና ንውጻእ። ካብቲ ከሊሉና ዘሎ ጸልማታዊ ልማዳዊ ኣካያይዳ ክርስትያናዊ ህይወትን ንውጻእ። ብዝተሓደሰ ኣምላኽና ዝበቅዕ፣ ንክርስትያናዊ ህይወት ዝበቅዕ ከም ናይ ኒቆዲሞስ ዝኣመሰለ ህይወት ከነጥሪ ንጽዓር ክቡራን ብክርስቶስ ኣሕዋተይን ኣሓተይን። ስለዚ ዕውታት ኮይና ክንወጽእ ሓደራ። እግዚኣብሄር ነዚኣ እዩ ዝዕድመና ዘሎ እሞ ነዚ ከም ዝገበረ ኣምላኽ ሎሚ ጐይታ ህይወትና ጐይታ ታሪኽና ጌርና ዳግማይ ክንውለድ ዳግማይ ናብ ኢየሱስ ክንመጽእ ነቶም ዘይተደልዩ ኣጋይሽ ኣብ ውሽጢ ልብና ደሎ ኣውጺእና ክርስቶስ ሓደን ንዘልኣለምን ኣብ ውሽጢ ልብና ኮይኑ ክጓስየና ነዚ ናይ ጾምን ናይ ጸሎትን ናይ ስቕታን ናይ ኣስተንትኖን ናይ ሱባኤን ነብስኻ ምቕጻዕን ነብስኻ ምክልኻልን ነብስኻ ምምላኽን ነዚ እንተ ገይርና ዕውታት ኰይንና፣ ውሳጣዊ ሰላምና ተረጋጊጹ፣ መንገድን ሓቅን ህይወትን ዝዀነ የሱስ ምስ ኣምለኽናዮ፣ ምድርና ክፍውስ፣ ህይወትና ክፍውስ፣ ኣካይዳና ክቕይር፣ ዘመንና ክጽብቕ፣ ንዓለምና ክባርኽ፣ ነፍሲ ወከፍና ኸኣ ብክርስቶስ ኣሚንና ክሳብ ዕለተ ሞትና ብተኣማንነት ንነብረሉ ጸጋን ጽድቅን ክህበና መድሃኔ ኣለም ሎሚ ኣብ ኣፍደገ ይርከብ ኣሎ። እግዚኣብሄር ዝተመስገነ